ምስዚኦም መብዛሕትኦም ገንዘብ ተዋጺኡ ዘሎ ኢስራ ፐርሰንት ይቆርጽ ኢዩ ሳሚ ሓወይ ነተን ኢስራ ፐርሰንት ኣቢሎም ኣይተዛረቡ ሰላም ሰላም ዳሕና ድኹም ከመይ ትጸንሑ ተመሊሰ መጽዮን ይኹ ናይ ልማዓንቲ ሒዘልኩም ዝመጻኹ ቪዲዮታት ንዓኹም ሳኹም ዝናኒ ንትስስዋሉ ቪዲዮታት ኒኡ ሓደሽቲ ቤተሰብ እንተሃሊኹም ነዚ ቻናል ኩልኹም ሰብስክራይብ ምግባር ከይትርስዑ ክብረት ኣዝብቲ

ኣይ በቃ እዚ ጭንቂ የብሊ ልቃሕ የብሊ ዕዳ የብሊ በቃ ከምዚ ክትኾን ኔኩም ኣሓት ብቻ እስኪ መርዓ ቀሪቡ ዘሎ ኣብዚ ከዓ እስኪ ኣይድቅስን እየ ደቅስ ብሩክ ዘርኢ ደቅስ ደቅስ ብሩክ ዘርኢ ዋ

ኣይድቅስ ኣይድቅስ እያ ኣነ ይብለና ኣሎ እዚ ሓውና ብቻ እስኪ ሓሳብ እንተሃልዩኩም ሓሳብኩም ኣብ ቦታ ኮመንት እናገለፅኩም ኣብዚ ከዓ እስኪ ሓዳር ሎሚ ይብለና ኣሎ ኣብ ዘላ ቪድዮ እስኪ ሪእና ንመለስ ሓት እንታይ ጓለይ ኣቲ ህሉ ኣነ እዚ ሓዳር ስፀልኦ ኣለኹ ማለት ሓዳር ከምዚ ምዃኑ ተዝፈልጥ ኔረስ ጥራፍ ኣይምተመርዓኹ ነበር። ዋይ ሓቂ በል ቁምነገር ሓዳር ከመይ ኢልካ ትጽበ ኔርካ? ኣነ እወ ኣንትየሉ ዓይነይ ኣነ ደኣ እሞ እንታይ ድየ ዝጽበ ኔረ መስለኪ ማለትሲ ኣለኪ ምሽ ከም ንጉስ ኮፍ ተብልን ተንብርን ተረዲእኺ ንብለኺ እግርኺ ኣብ ማይ ዝዕልቕሎ እኮ ኣብዚ ግንባርካ ጨርቂ ትገብረልካ ኣብ ዓራትኪ ለለ ንብል ቀስ ኢለ ኣቤት ትብል ዶቕ ትብል ጺ

ቤላ ኣለኻ በስማም ኣታታይ እዚ ፀጉሪ ድዩ ተኸይኑ ኣይ ኣይ

ያ ግን ግን እንታይ መሸት ዓብ የብሉ እንዲ ክንዲ ጸሊም ከሎ
ኣየሸላ ኣብዚ ከዓ እስኪ ዘርኦም
ኣናዓይ ኩሉ ግዜ ፆም እዩ ዘርኦ ኣይኮነን ኣብዚ ፆም ኣርባዓ እምበር ዝፆም ኣርባዓ ፆምኩ ዶ

ኣይበልዕኩን
ኣይ ሃቭ ዋን ኮሽን እዞም እንታይ ከምትብሎም እዞም እንታይ ሽሙ እሞ እዚ ቬንጅንትሪያን ቬንጅንትሪያን እንታይ ባለው ቬንጅንትሪያን ኣነ ቪገን ቬጀቴሪያን ኣንበሳ
ነቶም እንስሳ ዲኹም ደንጊፅኩምሎም ዋላሲ ብነብስኹም ኢኹም ክትበልዑ ዶ ይደልዩኹም ሕጂ እንታይ ብሉ ኣብዚ ገለ ሰሚዐሲ ትንፋስ

ጻጸ እዞም እዞም ኣብ መሬት ልመም ዝብሉ ጻጸ ጻጸ እዞም ደቀቕቲ ንገርዋ ብሩኻ ዘርኢ ብእንግሊሽ እንታይ ይባህሉ ጻጸ
ይበሃል እወ ጻጸ ጻጸ ሕጂ ጻጸ ቀትልከ ሕጂ ጻጸ ህይወት ኣይንሕልፍ ነደ ጻጸ ክንደይ ጻጸ ረግጽ ክለኽ ሕጂ ኣይዳ ጻጸቲ ኣብ መገድን እዮም ኣብ ኣይንሪኦም ኢና በዚ መገድን እዮም ክኸዱ ዝውዕሉ ረጊጽኪ ህይወት ኣጥፊእኺ ኣለኺ ሕጂ ጻጸ እወ እወ እወ

ሓሳብኩም ኮመንት እናገለፅኩም ቬጋ እንተሃሊኹም ንቐፅል ስካ
መዓንቲ መታ ንስኻ ከተሕጎሰለይ ናይታ ተባዕትና ገዓት
እሺ እዋይ ገዓት መዓንቲ መታ ንስኻ ከተሕጎሰለይ ናይታ ተባዕትና ነበርና መተዓረቕቲ ኮንና ኢለ ገዓት ይኪረልካ እውይ እውይ ኣተየሉ እንታይ ክዛረብ ዘለኺ ንመጀመርታ ግዜ ገዓት ክጥዕም እየ እዚ ኣምላኽ ናብዚ ኣብቂዐኒ ማለት ድዩ

ኣብዚ ከኣ እስኪ ሞኒካ። ሕጂ ኣነ ክነብር እየ ዝደሊ እሞይ በዓልቲ ሕልና።
ኣይትጨነቅ እብለካ ኣለኩ ብፍላይ ብፍላይ እዞም ንኣሽቱ ወለዶ ኣይትጨነቁ ፈጨጭ እንደበሉ ፈጨጭ እንደበሉ ፈጨጭ ዝብሉ ፈጨጭ እንደበል በቃ ኣብዚ ዘሎ መንእሰይ ጭንቆቱ ናፍቆት ስድራ ኣለዎ ድሓር ከኣ ዘይሰደድኩ ኣይትሰድድ ዲካ ድሕር ኣለካ ሰድድ ድሕር ዘይብልካ ከኣኒ

ደግመልኩም እታ ግጥሚ እስኪ ኩላ ኣነ ግን እዚ ግጥሚ ብዙሕ ኣናብባኻ ኣይክእሎን እየ ዳስ ትኸል ልበይ ንሓዘን ናይ ውሽጠይ ክንደይ ሰብ ክበጽሓካ ክንደይ ኢሉ ክንደይ ግዜ ኣለኒ ክዕረዩ ገና እናበልኩ ነብሰይ ባሃስኹ ነብሰይ ባሕሰርኩ ለካ ከምዚ እዩ ምጽናት እህህ እናበልካ ሕልፈት ሃገር ዝመተቶ ኣበይ ከይዱ ይሕተት ውሕጅ ምእንቲ ርእሱ ክኸይድ ደኒኑ ለካ ኣብዚ ኾዶ የብሉን ሰብ ምስ ረገፈ ኣስናኑ ጽባሕ ክሓይሽ ዩ ክብል ከም ወዲ ዓሻ ነብሰይ ተሓዲገስ ግብሪ ክፈል ብኻሻ ደቁን ስንቁን ሂቡ ኣብ ገዝኡ ዝልሎ እናሃለወ እልፊ ከመይ ትም ክኽእሎ ዓንዲ ፈራሪሱ እናነጠበ ናሕሲ እናሎሓኸ ሃገር ዝመተቶስ ክበሉ ኣበይ ከይዱ ይብከ ኣብ ዝዓበኹሉ ቁሸት ዘዕበየኒ ጎልጎል ጓና ተቐይረ ከም ዘይብለይ ሃገር ዘጽናሕክዋ ተፈቲነ ብሓዊ ሃልሃል ከመይ ኢለ ደኒነ ከልዕላ ባንዴራይ መዲናና ኣደ ድኻ እንኳይዶ እዛ ማእገር ናይ ኩሉ ዶ ኣይኮነን ብምሉኡ እዛ ሃገር ንስለ ናጽነት ንጹፋ ሕሉባ ንኹላ ኣሕዲጎም ንበረኻ ኣውጺኦም እዛ ሰብ ንከተማ ኣትዮም ብዙሓት ጀጋኑ ወዲቆም ብዓረር ነዲዶም ብናፓል ኣየ ግርምቢጥ እቶም ዘዐወቱ ድማ ኣብ ጉድጓድ ሃጢሞም እዝስ ክልተ ሞት እዩ መን እሞ ይነጸየሎም መን እሞ ይብከየሎም ስቅታ ወርቂ ኣይኮነን ኣብ ዘይቦትኡ ንበጊዕ ኣይጠቀመን ኣይትበሉ ከምኡ እዛ ኩላ ወደባት ገርሂ ወዲ ገርሂ ልሕስ ሓጊዋ እናፍለሐ ሻሂ። ዳስ ስርሑ ደቂ ዓድና ዳስ ሓዘንተኛ ኢልዋ። በሉ ዳስ ንስራሕ ኩላትና። እስኪ ኣሕዋት ናይ ቴዲ ኣፍሮ ቪድዮ ከምቲ ዝሪኦኹም እዩ ዝመስል ብጣዕሚ ዝገርም ዳስ ጣል ትብል ሰሚዕኹማ እንተኾይንኹም እዛ ሜሮን ግጥማ ዝሃበና ማለት እዩ ብጣዕሚ ልብኻ ዝነክእ ግጥሚ እዩ እስኪ ስምዕዎ እሞ እስኪ ሬት ጎርዎ ንቐፅል እስካ ኣብዚ ከዓ እስኪ ናይ ለቢባ ቪዴላ ርኢ ንረኣያ። ህይወት ድላይካ ክትውስን ነጻ ኢኻ። እቲ ዝወሰንካዮ ውሳነ ሳዕቤን እንተለዎ ግን ካብቲ ሳዕቤን ነጻ ክትከውን ዝከኣል ኣይኮነን። ስለዚ ዓቕሊ የድሊ እዩ። ዓቕሊ ግበሩ። ኣብ ዝሃለኹም ሃሊኹም ዓቕሊ ግበሩ።
ኣብ ጓል ኢንቨስት ትገብሮ ኩሉ ግዜ ንክሳራ እዩ ገንዘብካ ሓሳብካ ግዜካ ኤቭሪቲንግ ኣብ ጓል ኢንቨስት ትገብሮ ኩሉ ግዜ ንክሳራ እዩ ዳትስ ዘ ቢዩቲ ኣብ ወዳት ኦኬ ንወዲ ኢንቨስት ተገርካሉ ከም ዓርክኻ ድሕሪ ኣርባዕተ ዓመት ድዩ ሓሙሽተ ዓመት እንድሕር ተጸጊምካ ጽቡቕ ዝገበርካሉ ዓርክኻ ይሕግዘካ እዩ እንተ ብሊዕኻዮ እንተ ስቲኻዮ ምስኡ ግዜ እንተ ኣሕሊፍካ that's the beauty friendship ኣብ ወዲ ንወዲ ዘሎ friendship because you can relate it ክትኣምኖ ትኽእል ጓል ግን ዝገበርካ ግበረላ ዝገበርካ ኢንቨስት ግበረላ ክሳብ ንዓኣ ዝጥዕማ ጥራይ ነብሳ ተማዕብል ንዓኣ የጥዕማ ደሓር ካልእ ሰብ ክመጽእ እዩ which ሰብኣየይ ትብሎ ሰብኣየይ ትብሎ እንድሕር መጺኡ ኤቭሪቲንግ ኢዝ ጋን ኩሉ ምሕዝነትካ ዝገበርካላ ዝኹሉ ኢዝ ጋን ሶ ኣብ ጓል ኢንቨስት ትገብር እንድሕር ሃሊኻ ትጋገ ኣለኻ እጅስ ስቶፕ ኢት ሜክ ሹር ክሊር ግበሮ ንዕርክነት ደሊኻ ንዕርክነት ሓዛ ካልእ ምሕዝነት ዝበሃል ኣቋርጾ ምሕዝነት ዝበሃል ኣብ ጓል ወድን ንወዲ ክሳራ ኢትስ ኣ ባድ ባድ ባድ ሲትዌሽን ከም ወዲ ንጓል መሓዛ ኢልካ ትሓስባ እንተሊኻ፣ ክሳብ ንዓኣ ዝጥዕማ፣ ክሳብ ንሳ ዝምችኣ ወይ ክሳብ'ቲ ንዓይ ትብሎ ወዲ ትረክብ እዩ። ድሕሪ ኩሉ ዝገበርካዮ ከም ኣይስክሪም ክመክኽ እዩ። So stop wasting your time!
እስኪ ኣሕዋት እቲ ቪድዮ ናይ ናሆም ቪድዮ ከምዝረኢኹምዎ እዩ ዝመስል ሓሳብ እንተሃልዩኩም ሓሳብኩም ኣብ ቦታው ኮመንት እናገለጽኩም ናይ ልማንቲ ቪድዮና እዞም ይመስሉ ነይሮም ኣብ ወፃሊ ቪድዮ ተመሊሰ ክሳብ ዝመፅእ ቻናል እዚ ኩልኹም ሰብስክራይብ ምግባር ከይትርስዑ ኩራት ኣዘብቲ ቢስ ይመችኹም